ብዛዕባ ጉዳይ ናይ ሰባት ኣይትሸገሪ ይበዓለይ ኣለኹ ክብለኪ ኣለኹ። ኣታ ዓሸለይ እንድዒ ሓደ ቆልዓ እንዲብዚ ይፈትወኪ ዶ የፍቅረኪ ዶ ክብለኒ ጸኒሑ ኣይገርመካን? ከመይ ምስ። ጸጉሩ ኩርድድ ኢሉ ከቢብ።
እዋይ መሉሱ'ዩ። መን ንሱ ትፈልጦ ዲኻ? ኣይፋለየ ይፈልጦ ንሱ ክብለኪ ከለኹ'ሲ ፍቕሪ'ዩ ሒዝዎ ዘሎ ማለተይ'የ። እወ ከምኡ እንዲሉኒ ዋእ እሞ ንስኺ ከ ዝኾነኒ ዝኾኖ ኣፍቃሪ ኣለኒ ደልክዮ። ዋእ ኣታ ዓሸለይ እንታይ ክገብር ኣብ ከምኡ ከብጽሖ ቆላዒ እንተ በልኩኻ። ዋእ እሞ ኣንቲ ሃኒተይ መርዓ ክንገብርሲ ስድራ ክሰደልኪ። ጽቡቕ እምበር ኣቲ ሃኒ እሞ ንመዓስ ክብሎም። ኣብ ዝመጽእ ሰሙን ምስ ስድራ ተዘራሪበ ግድን መልሲ ክነግረኪ ሕራይ ዶ ሃኒተይ። ኦኬ ሃነይ ተሓጒሰ ክመውት። ጀምዓኻ ፈሊጦም ድዮም? እወ ፈሊጦም ነጊረዮም እንዴ እቶም ጀይዳ ኢድ እምበር እቶም ናይ ቀደም ጀምዓይሲ ገሾም እዮም የለን። የሎን ማለት ከመይ ኣይተረደኣንን ኣብ ስደት እዮም ዝቕመጡ? እወ እቶም ክልተ ብናእሽተይኦም እዮም እቶም እቲ ሓደ ኸኣ ካብዛ ገዛ ኣይወጽእን። ደሓን ጸገም የብሉን በቶም ጀላይል ዘለው ጌርና መርዓና ሰብ ዘዛርብ ጌርና ክንሕልፎ ኢና። እዋይ እዞም ክልተ መለይ ብሓንሳብ ተዝዓይብለይ ድኣ ክበሃለና እዩ። ሃሃሃ ይኽደነና ብሓሪ ተዝዓርቡለይ ከየብሉና። ዋእ ታይ ምስልና ነዕርብ ንበሮ እባ ድኣ። ኣታ ሃነይ መርዓና'ኸ ከመይ ጌርና ኢና ክንሕልፎ? ድሓን ምስ ባባ እሞ ክዘራረብ ቀልጢፋ ነግረኪ ኣጆኺ ድሓን። ኦኬ ይሕጽር ኣቢልና ገለ ከይብለካ። ኣቀዲምካ ንገሮ ኢካ። ደሓን ከረድኦ እየ ባባ ከኣ ሓሪፍ እንድዩ ይርድኣኒ እዩ ንሓመይ ከኣ ንገርዮም ኢኺ። ነጊረዮ ብፍላይ በዓል ትካል ምስ በልክዎ እሞ ተሓጒሱ ክመውት። በሊ ስድራይ ሎሚ ናይ ምሸት ነጊረ ጽባሕ ክነግረኪ ናይ ሕማመይ። ጠዋሊ ምሸት ደሓን ቴክስ ንጸሓሓፍ። ጠዋሊ ሃኒተይ ቻው።

መደብ ደኣ ስድራ ስደዱ ደብሎም ዘለዉ ንስኻ ከድካ ዓቢ ሓውየ ስድራ ገሾም ስለ ዝለዉስ ኣነ ሒዘዮ መጽየ ትብሎ። ኣታ ኣቦ ሓወይ ተጽሊልካ ኢካ በስልሊ። ፍቅሪ እንታይ ዘይገብር ፍቅሪ ዝሓዞ ሰብን ዑቡድ ከልቢ ዝነኸሰን ሓደ እዮም። ታይ እሞ ክብል ዕድለይ እዩ ደሓን። ዋእ ኣታ ኣረንትር ወዲ ኮምባይ ሰብ እንካ እሞ ቁሽት። እንታይ እዚ ጉቦ ድዩ ዋእ እታ ደንግለ ተኾንካ ናይ ፍቶት እምበር እንታይ ግበራ።
ታይ ዘሎ እዚ መደብ ኢልካኒ። መደብ ደኣ ጓልኩም ሃቡና ምባል እምበር። እምባ ክትኮኑና መጻግዒ ክንብሎ። እህእ። ጎልጎል ክትኮኑና መሳፍሒ ክንብሎ። እወ እወ። ናይ ኩሉ ሓደ እዩ ደይ ኣረጊት ዝጽጋዕ እንዳ ኣሎ። ኣይ ኣታ ደንግለ ወደይ መቸም ንስኻ። እሞ
ኣብዛ ሰሙን እዚኣ ተገበርናያ። ኤህ ሽዑ ደኣ ነዛ ሰይቲ ብርሃ ውሃባ ክንበጽሓ። ታይ እሞ ንስኹም ናብታ ሰይቲ ብርሃ ኣትበጽሕዋ ትኸዱ ኣነ ከኣ ጓል ክውሃብላ ክብል ደሓብኦ ብኺ። ኤህ ነውሪ ነውሪ እንድዩ ሰብኣይ ጓል ኣረክበየሎ እንተ በልኹ እንታይ ክትብሎ ዲኻ። ኣታ ብሓቂ እዚኣ ጠፊኣትካ ተላሎ መሲልካ። ቆሪቡስ ክወጽእ ኣይከኣለን እሞ እ እዋ ኣታ ኣደንግር ወዲ እሞ ዓቢ ምዃኑ ይባሃ ከይጥርጥሮ ኣታ ይጥርጥሮ ለው ነብስኻ ኣሎ ገሮም ዶ ለለ ንእሽተይ ይኾን ካላ ሱዳ ወ ሱዳ እዋ ንእሽተይ ድሕጅ ኣደንግር ወዲ ጥበቡ ኣይ በይነኻ እንዲኻ ስኻ
ኣታ ከምዛ ዝብለካ ኣፍቂሩ ኣንታ እንታይ ኣፍቂሩ ጓል ሰብ ጠሚቱ ሓወቦይ ኣንታ ወዲ ኣናብባ ኣታ ታይ ዓይነት ዘረባ እዩ እዚ ስምዓኒ መብርሃ እንታይ ኮይኑ እንታይ ኣይትርዳእኒ እኮ ትላገጽ ዲኻ ዘለኻ ኣንታ ተዝላገጽ ደኣ ኣብዚ ገዛ ዘይጸንሓካ ከይድ በቃ ከይድ ተጸሊል ተጸሊል በለኒ እታ ስቕ ኢልካ ሃለውለው እዩ እዋዕ
ከመይ ትገብረኒ ትብል ከ ንሳ ተዘየምጽኹማሲ ሞትኩዶ ሰረርኩዶ ዓረብኩዶ እዩ ዝብል እዋዕ
ብዘይባ ኣይነብርን እየ ዶ ይብል እዋዕ እዋዕ። ከመይ ደኣ መሰልኩም ሕመር ዝኾነ ዛንታ ዘለኩም ከዚኹም ኣታ ኣንታ መፅባሕ ከዓ ደንገለ የፍቅር እሞ እ፣ ንሰለስቲኹም ኣብ ሓደ ዳስ ገርና ንመርዖኩም ከመይ ኣታይፋትኩም እንታይ ደኣ እሞ እምባእ እምበኣር ይትለገጽ ኣላ ጥዑይ ዲኻ ኣንታ ጥዑይን ፈርቓን ስምዓኒ ሓወቦይ ኣፍቂሩሲ ንምዃኑ ህታ ልቦ ስጋ ኪጸኒሓ ማለት እዩ ኣይ ንስኹ እንታይ ኢሉ ዘገርመኒ ኣሎ ኣታ በረ ኣነ ከተማኽረኒ ኢለ ተተዛረብካ ንስኻ ኸኣ ካርካርካርካርካር ትብል እዚ የስሕቕ እምቧ ኣንታ ኣደንገረ ሓወይ በቃ በቃ ትምህርቲ ቋሪጽካዮ እንታይ ደኣ እሞ ክገብር ኣባሓጎይን ኣብራሓወይን ሓዲኦም ኣብ ናይ እንግሊሽ ሓዲኦም ኣብ ናይ ማትስ ጥራዝ ናመጹ ድቃስ ከሊኦምኒ። ዋይ ሓወይ ይኽእል ክኸውን ናይ ሓወቦይ እሞ ተፈዊሱ ዶ ከይከውን ከምዚ ከሎ ዝወደይ። እዋይ ኣብዚ ገዛ ታሪክ ፍጸም ኣሎ ዋይ በስሓቅ።
ታሪኽ ተበርዃኸ በስመ ኣም እታ ጓል ከ ከመይ ዳኣመስልዋ ኣቦኣ ናብ ዳኣክል ኣቦሓጎኣ ዳኣክል ሰብ እንዳ ሪኣት በከ ከመይ ራኢታቶ። ባእ ንሱ ደኣ ንእሽተይ ትካል ኣላትኒ ገለ ኢሉ እንድዩ ኣታሊልዋ ዝኮን።
እዛ ናይ ሚእቲ ናቅፋ ትካል ድያ ትካብ ዘሎ ኤህ። ባእ ታይ ደኣ ሪኣትሉ ካሊእ ኣይ ካብ ቁመት ኣይ ካብ መልክዕ እይ። ታኣምራት እኮ ኣደንገረ ሓወይ። ኣንታ ንስኻ ከኣ በጃኻ ኢለካ እዛ ትምህርትኻ እዛ ትምህርትኻ ክትቅጽላ ኣለካ ትምህርቲ ከይተቋርጽ።
ኣታ በራሕ ሓወይ ርእሰይ ቶግ ኣቢሎምልስ ብናይ መን ርእሲ ጌረ እየ ክመሃር።
ዋይ ሓወይ ይኽደንካ ደይ ንስኻ ጥራይ ኢኻ ተሪፍካ ዘለኻ መን እዩ ተሪፉ ናይ ካልእ ደኣሞ። ኣነስ
ደይ ኣብ ውሽጠይ ጌረዮ እምበር መዓስ ዶ የፍቀርኩ ኮይነ። ችል በሊ ንመን ኣፍቂርካ።
ኣብዚ ኣይብላን እዩ። ነታ ዘፍቀርካያ ጓልሲ ኣብዚ ኣላ ኣይትብላን ኢኻ? ኣብ ናይ ወዲ ሰፈረይ ጥራዝ እየ ርእያ። ጓል መን ደኣ ኮይና ወደይ? እንድዒ በዚ ህንዲ ገለ ዓዳ። ህንዲ?
ንስኻ ከኣ ንህንዲ? ናተይ ይሓይሽ ናተይሲ ኣይትርእዮ ኣይትሰምዖ ከማን እሞ። በስምኣም ወወልድ ወመንፈስ ቅዱስ ኣንታ ከመይ ደኣ መሰልኩም ከዚኹም ንስኹም።
ሰብኣይ ብፍቕሪ ልልው ኣቢልክዮ ወይ ኣቦይ
ዋ ንዕሸለይ ዲኻ ኣቦይ ትብሎ ዘለኻ ዋ ንዕኡ እወ ስምዑ እንዶ ክሓተኪ ከመይ ጌርኪ ኢኺ ንዓይ ኣብኺ ንዕኡ ግን ሕራይ ኢልክዮ ዘለኺ? ብኸመይ ኢኻ ከ ኣቦይ ትብሎ ዘለኻ? ዕሸለይ እኮ ምስ ኣደይ እዩ ዝቕመጥ። ዋእ ምስ ዓባየ? ኣታ ዓባየ ደኣ ቀደም ቀደም ቀደም ቀደም እንድያ ሞይታ። ኣሽንኳይ ኣነ ንሱ ከማነይ ጽቡቕ ጌሩ ይዝክራኒ። ተረዲኤካ እኮ ኣለኹ። ንዓኻ ኣብየ ንዑ ሕራይ ስለ ዝበልክዎ ትገብሮ ዘለኻ ተንኮል ኩሉ ተረዲኡኒ ኣሎ። ንመን ኢኺ እቲ?
ዋእ ተንኮል ዝበሃል የብለይን። ኣንብቢ ኣንብቢ

ኣይ ከማይ ንሑቢ። ዋእ ሓብንከ እስኪ መዓኮር መዓኮርኪ። ዋእ መዳይ ከባቢኺ እዩ ዳዕዋ ዝገብር ዘሎ። ሰኪቱ እዩ ሓደ ይፈትወኩ ዶ የፍቅረኩ ዶ ብለኒ ኣሎ። ዋይ እሞ ገጠመኒ ናለ ዕሸ ሓኪ እየ እባ ብጃኺ። ዕሸለይ ማማኺ ከመይ ኣላ። ዋእ ማማ ገሻ ኣላ ንግደት ናይ ሲስተረይ እንድዩ ጽባሕ ትርጅዕ ትኸውን እያ። ኦኬ በቃ እሞ ጽባሕ ንዳዋወል።